ሰላም ከመይ ትኾኑ ናይ ሌክቸረር ሮቤል ቻናል ተኸታተልቲ ሎማዓንቲ እውን ከምቲ ልሙድ ናይ ትግርኛ ቱቶሪያል ሒዘልኩም ቀርበ ኣለኹ ናይ ሎማዓንቲ ቱቶሪያል ዝኸውን ከመይ ጌርና ካሊ ሊናክስ ኦፐሬቲንግ ሲስተም ካሊ ሊናክስ ኦፐሬቲንግ ሲስተም ቡት ክንገብር ንኽእል ናብ ፍለሽ ዝብል እየ ካርእየኩም ስለዚ እዚ ቡት ክትገብሩ ዘድልያኹም ነገራት ሓደ ኣብ ካሊልናክስ፣ Kali dot org፣ ዝብል ኣብዛ ዊብሳይት እዚኣ ካሊናክስ፣ Linux፣ ዳውንሎድ ግበሩ። ካሊናክስ ብቻ ኣይኮነን፣ ፓሮት ሊናክስ፣ ኡቡንቱ ሊናክስ እዚኣቶም እውን ዳውንሎድ ምግባር ትኽእሉ ኢኹም። እዚኣቶም ዳውንሎድ ግበሩ። ካብኡ ብምቕፃል ኣብ ፋይል ኢግል ዶት ኮም ብምኻድ ከዓ ዩኒቨርሳል ዩኤስቢ ኢንስቶለር ዝብል ልክዕ ከምቲ ዝሓለፈ ቱቶሪያል ሒዘ ዘቕረብኩ ናይ ሪፉስ ዝብል ማለት እዩ ብሓንሳብ ብሓደ ቦታ እዮም ከም ትረኽብዎ ስለዚ ፋይግል ኤግል ብምኻድ እታ ናይ ዝሓለፈት ናይ ሪፉስ ስቴፕ ብምርኣይ ኣብ ዩቱብ ቻናል እዩ ማለት እዩ ዳውንሎድ ምግባር ትኽእሉ ኢኹም ካብኡ ብምቕፃል ከዓ እዩ ፍለሽ ከልየኩም እዩ ሊናክስ ስለ ዝኾነ ክሳብ ኣርባዕተ ጂቢ ካብኡ ተዝዓቢ ፅቡቕ ተዘይኮይኑ ግን በታ ሳይዝ ሪኢኹም ክሳዕ ሕዚ ካብ ዝረኣኹዎ ካሊን ሊናክስ ክሳብ ሰለስተ ነጥቢ ትሽዓተ ጂቢ እዩ ስለዚ ኣርባዕተ ጂቢ እውን ክንእሰኩም ይኽእል እዩ ስለዚ ካብ ሰለስተ ጂቢ ንታሕቲ እንድሕር ኮይኑ ኣርባዕተ ጂቢ ተጠቐሙ ካብኡ እንድሕር ዝዓቢ ኮይኑ ግን ሸሞንተ ጂቢ ተትጥቀሙ ጽቡቕ እዩ በሃላ እየ ስለዚ ሸሞንተ ትኾነልኩም ሸሞንተ ጂቢ ዩኤስቢ ተጠቐሙ ካብ ብምቕጻል ከመይ ከም ዝኾነት ከርእየኩም እየ ተኸታተሉ መጀመርታ ዩኤስቢ ኢንስተለር ዝብል እቲ ዳውንሎድ ዝገበርኩሞ ኣብዚኣ ኣላ ዳብል ክሊክ ብምግባር ክፈትዎ እኹም ካብኡ ፍቓድ ስለ ዘድልዮ ክሓተኩም እዩ ፐርሚሽን የስ ኖ ዝብል ኣድሚኒስትራተር ስለ ዝኾነ የስ በልዎ እኹም ካብኡ ፍለሽኩም እእቲኹም ምዃንኩም ግን ቸክ ግበር ኢኹም ካብኡ I agree ዝብል ስምምዕነት ኣሎ እሱ ትስማዕምዑ ካብኡ ሰለስተ ነገር ናብዚ እውን ንገብር ኣብዚ ንብዙሓት ነገር ንገራት ኢና ሓደ ኦቡንቱ እንድሕር ኮይኑ ኣዚ ኦቡንቱ ዝብል ትመርፁ ማለት እዩ ብዙሓት ዳውን መፅዐኒ እዩ ዝኸውን እዚ ስለዚ ካሊ ሊናክስ ዝብል ካሊ ስለ ዝኾን ክፅዕን ካሊ ሊናክስ ዝብል ድለዩ ኢኹም ኣብ ዘለዉ ማለት ካል ሊናክስ ፓሮት እንድሕር ኮንኩም ፓሮት ሴኪሪቲ ዝብል ኣሎ ናይ ዊንዶው እንድሕር ኮይኑ ከዓ ኣብ ዘለዉ ዊንዶው ሰቨን ዊንዶው መልቲ ዝብል እውን ኣሎ እዩ ማለት እዩ ስለዚ ኣነ ዝደለኹ ግን ካል ሊናክስ ስለ ዝኾነ ካል ሊናክስ ሰሌክት ገበሩ ኢኹም ካብ ብምቕፃል እታ ኣይኤስኦ ፋይል ዘለታ ወይ ድማ ካሊ ዳውንሎድ ዝገበርኩላ ቦታ ኣዚኣ ትመርፁ ካብኡ ስለዚ ኣብ ሓዊዎ ስለ ዘላ እዚኣ ሾው ኦል ዳውን ኣይኤስኦ ዝምረፅ እኳ ብሮ ዝገበሩ ከም እንደገና ካብኡ ክምለስ ተለኹ ኣሎ እዚ ካሊ ሊናክስ ዝብል ንሳ መሪፅ ኣለኹ ካሊ ሊናክስ ፓሮት ተኾንኩም ፓሮት ዝብል ኦቡንቱ ተኾይና ኦቡንቱ ትዳውንሎድ ዝገበርኩሞ ባዕልኹም ኣትመርፁ ካብኡ ኦፕን ካብ እንቁጻለ እዚኣ እታ ፍለሽ ትመርጽዋ እታ ዘለታ NTFS እኔ ካብኡ ብዙሓት መማረጺ ኣለዎ እዚ ስለዚ ሊናክስ ስለ ዝኾነ ፋት ፋት ሰርቲቱ ግበርዎ ኢኹም ፋት ሰርቲቱ ከይትርስዑ ፋት ሰርቲቱ ዝብል ምረጹ ካብኡ ክሬት በልዎ ማለት እዩ ካብኡ ሜስ ፍለሽ ነፃ ምዃኑ መጀመርታ ቸክ ግበሩ ስለዚ ፉርመት የስ በልዎ ካብኡ ስርሑ እዚኣ ምስ ወደአ ካልኤይቲ ናይ ኮፒ ስታይል ከርእየኩም ሕዚ ፍርምት እዩ ዘሎ ስለዚ ክሳብ ዝውድእ ብትዕግስት ተጸበይዎ እኹም ስለዚ ናይ ሎማዓንቲ ቪድዮ እዚኣ ትመስል ሼር ምግባር ከይትርስዑ ላይክ ሳብስክራይብ ግበሩ ሳብስክራይብ ትገብሩ ተለኹም እታ ናይ ደወል ምልክት ንኽዋ ምክንያቱ ኣነ ቪድዮ ዘእተኽዎ ኖቲፊኬሽን ክመፀኩም ምእንቲ ካብኡ እውን ኮመንት እውን ፀሓፍ ኢኹም ኣመረና ትብልዎ እንድሕር ሃልዩ ወይ ዝተሰሓትክዎ ነገር ንኽእርም ስለዚ እዚኣ ክሳብ ትውድእ ግን ብትዕግስቲ ተጸበዩ ኢኹም ምክንያቱም ዝተወሰነ ግዜ ክወስድ ይኽእል እዩ ከከም ሳይዙ ናይቲ ቡት ትገብርዎ ኣብዚኣ ትውድእ ኣይኮነትን ዘላ እዚ ገና ይጅምር እዩ ዘሎ ከም ካልኣይ ጻዕዳ ክጅምር እዩ እዚኣ ማለት እዩ እዚኣ ኤክስትራክት ገይሩ ሚእቲ ክሳብ ዝኸውን እረዎ ሕጂ ትሽዓተ ደቂቅ ኣሪግካ ይብለኒ ኣሎ ካብኡ ውን ክውስኽ ይኽእል እዩ ስለዚ ብትዕግስት ተጸበይዋ ምስ ወደእት ግን ክሎዝ ብምግባር ፍለሽ ክመውጽዋ ስለዚ ተኸታተልኩም ብጣዕሚ እየ ዘምስግን ቻናለይ ሳብስክራይብ ግበሩ የቀንየለይ።